ከመይ ጌርካ ዶች ተማሂርካ? ዶች መጀመርታ ድሌት እዩ ወሳኒ ድሌት እዩ ድሌት ክህልወካ ኣለዎ ደሓር ዶች ኩሉ ግዜ ኣብ ትምህርቲ ኣብ ቤት ትምህርቲ ጥራሕ ክትመሃሮ ኣይኮንካን ክትፍትን ዘለካ ባዕልኻ ኣብ ገዛ ክትመሃር ኣለካ ብዙሕ መጻሕፍቲ ወይ ዝተፈላለዩ ነገራት ጋዜጣታት ወይ ገለ ክተንብብ ኣለካ ዝያዳ ደሓር ኣብ ኮምታት እንድሕር ትነጥፍ ተኾንካ ኣብቲ ትምህርቲ ምስ ኣተኻ እቲ ዶች ቀሊል ይኾነልካ ማለት እዩ ሽዑ ብቐሊሉ ዶች ምሃር ሕጂ እንታይ ሓሳብ ኣለካ ሰብሲ ኣብ ሃይም ከይኑ ዶጅ ከመይ ገይሩ ክመሃር ኣለዎ ምስቲ ስትሬስ ዘለዎም ገሊኦም ኣይተባብዑን እዮም ሕጅስ ከም እንታይ ትብል። ኣብ ሃይም ወይ ኣብ መዓስከር ስደተኛታት ኮይንካ እንድሕር ድኣ ተስፋ ቆሪጽካ ክመሃር ኣይክእልን እየ ኢልካ ተስፋ ተቆሪጽካ ድሓር ዋላ ካብ ምውጻኻ ምስ ወጻኻ ውን ክትመሃር ኣይትኽእልን ኢኻ እቲ ዝበለጸ ከማን ኣብኡ ከለኻ እንድሕር ፈቲንካዮ ተጸኒሕካ ድሓር ምስ ወጻእካ እዩ እቲ ዝቀለለ ዝኾነልካ ማለት እቲ ዶጅ ክትመሃር ስለዚ መጀመርታ ክትጅምሮ ዘለካ ኣብቲ ሃይም ከለካ ዋላ ናብ ትምህርቲ ኣየእትውካ ባዕልካ ክትጅምር ክትክእል ኣለካ ደሓር ኣብዚ ዓዲ ሳላ ክሳይ ብዙሕ ናይ ነጻ ትምህርቲ ናይ ዶች ስለ ዘሎ ክትከይድ ኣለካ ግዜካ ትጥቀመሉ ማለት እንተ ተጠቂምካ ሎሚ ግዜካ ደሓር ቀሊል እዩ ማለት ክሳይ እንድሕር ስእሎም ከንብቡ ኮይኖም ሲ ዘይርድኦም ኮይኑ ከ እወ ሕጂ እቲ ናይ ትምህርቲ ደረጃካ ይፈላለ እንድዩ ገሊኡ ሰብ ሕጂ ኢንግሊሽ ዋላ ሓንቲ ኤቢሲዲ ዘይፈልጥ ሰብ እንድሕር ኮይኑ ዝሕግዙኻ ሰብ ኣይትስእንን ኢኻ ሓደ ብነጻ ዝምህሩ ብነጻ ዝሕግዙ ብዙሓት ሰባት ኣለዉ ንዕኦም ገለ ከይድካ መሰረታዊ ዝኾነ ነገራት ትሕዝ ድሕር ዘይርዳእካ ጠቕላላ ዘይርዳእካ ትኾይኑ ማለት እዩ እዘይ ኮይኑ መጀመርታ ትምህርቲ ክጅምረሉ ትኽእል ቤት ትምህርታት እውን ኣሎ ናብኡ ንሰዱኻ እዮም ኣብኡ ክትግደስ ኣለካ

ዝያዳ ሓገዝ ኣለዎ። ምስቲ ኣብ ደገ ኣብ መገዲ ገለ ትሰምዖ ዶች ምሽ ኣሎ ሕጂ ኣብ ክትገዝእ ከለኻ ኣብ ትራንስፖርት ገለ ክትስቀል ከለኻ ኣብ ኣውቶቡስ ገለ ትሰምዖ ደሓር ኣብ ፊልም ከኣ ዝኾነ ተኸታታሊ ፊልም ክትርኢ ከለኻ እቲ ቃላት ክድገም ከሎ ይርድኣካ እዩ ሕጂ ንኣብነት ንእሽተይ ቆልዓ ንእሽተይ ቆልዓ ተወሊዱ ቋንቋ ክኽእል ከሎ ካብቲ ከባቢኡ ብዝሰምዖ ነገር እዩ ቋንቋ ዝኽእል እምበር ጽሒፉ ወይ ተማሂሩ ኣይኮነን ዝኽእሎ። ልክዕ ከምኡ ማለት እዩ። ሕጂ እቲ ናይ ምትሓዝ ተኽእሎ ይፈላለ እዩ። ገሊኡ ሰብ ቀልጢፉ ዝሕዝ ኣሎ፣ ገሊኡ ሰብ ከኣ ድሒሩ ዝሕዝ። ኣቦኡ ይዛረብ፣ ኣብ እንዳ መውዓሊ ቆልዑ ከኣ ዝዛረቡ ይሰምዕ። ደሓር ቴለቭዥን ገለመለ ከኣ ምስ ረኣየ እታ ቃል ኣብኡ ከሎ ይሕዛ ማለት እዩ። ሽዑ እንታይ ምዃና ይፈልጣ። ብኸምኡ ከኣ እቲ ቆልዓ እናማዕበለ ይኸይድ። ቆልዓ ናይ ምሓዝ ክእለቱ ብዙሕ እዩ፣ እንዳማዕበለ ብዙሕ እንዳሓዘ እዩ ዝኸይድ። ዓቢ ሰብ ግን። ከምቲ ቆልዓ ቆልዓ ተዘይሓዘ ግን ቋንቋ ግን ብኸምኡ ይኽእል ማለት እዩ። ሕጂ ናትና ምኽሪሲ ኣብ ሃዮም ከለዉ ወይ ሕጂ ዘለዎም ግዜ ክጥቀምሉ ማለት እዩ። ንስኺ ኣብዚ ዓዲ ከም ስደተኛ መጠን ከም ኤርትራዊት ማለትይ ኣብዚ ዓዲ ሓደ ናይ ሞያ ትምህርቲ ወሲድካ ንክትወስድ መጀመርታ ነገር እንታይ ክትገብር ክትክእል ኣለካ? ከም ስደተኛ መጀመርታ መጺኻሲ ክትገብሮም ዘለካ ነገራት ናይ ሞያ ትምህርቲ ናይ ሞያ ትምህርቲ ወሲድካ ኣብ ዛዕዲ ሂወትካ ንክትመርሕ ማለት እዩ። እንታይ ዓይነት ሞያ ደልዩ ሽዑ ነዚ ሞያ እዚ እንታይ እንታይ ከማልኦ ከም ዘለዎ ኣነ ሕጂ ናይ ገሱንድሃይት ስለ ዝፈትነብርኩ ንዑኡ ከማልእ ኢለ እቲ ቋንቃ እንታይ ደረጃ ከም ዘድሊ ስጋዕ ቤትስዋይ ማክሲሙም ኣሰሱ ሚንድስተንሲ ስጋዕ ቤ ኣይንስ ምስ ፈለጥኩ ስጋዕ ኣናኡ ክበጽሕ እየ ዝጽዕር ነይረ እንታይ ዓይነት ሳብጀክት ከም ዘድልዮ እንታይ እዩ ብኸምኡ እየ ከምዚ ቀሊል ኮይኑስ ቐልጢፈ ናብቲ ናይ ኣውሲ ፊልም ክረክቦ ክኢለ ማለት እዩ። ሕጂ እቲ ኣብቲ መጀመርታ ክመርጹ ከለዉ ወይ ሓደ ናይ ሞያ ትምህርቲ ክመርጹ ከለዉ የ ክሳ ይገብሮም እዩ ይብርትዖም እዩ ዋላ እንታይ ዓይነት ትምህርቲ ክመርጹ ከም ዘለዎም ውን ኣብቲ ምምራጽ ጸገም ይብሉ ሕጂ ኣብቲ ምምራጽሲ እንታይ ይሕግዘካ ከመይ ጌርካ ኢካ ክትመርጽ እቲ ናትካ ድ ሞያ ትምህርቲ ክተድምዓሉ ትክእልሲ ብከመይ ክትመርጾ ትክእል።